ዜና ዓወት ክቑነና ከይደን ተላጼን ይመፃ ከም ዝበሃል መቐፀልታ ወፍሪ ኣሉላ ኣባነጋ ዝኾነ መጠነ ሰፊሕ በርቃውን ደምሳሳይ መጥቃዕቲ ሰራዊት ትግራይ ብዓወት ተዛዚሙሎም ብዕለት 16 ሰነ 213 ዓ ም ዝተጀመረ መቐፀልታ ወፍሪ ኣሉላ ኣባነጋ ዝኾነ መጠነ ሰፊሕ በርቃውን ደምሳሳይ መጥቃዕቲ ሰራዊት ትግራይ ንኣርባዕተ መዓልትታት ዝኣክል ፅንዓትን ጅግንነትን ሰራዊት ትግራይ ጎሊሁ ዝተርኣየሉን ህልክኻ ዘወድእን ሰፊዕ መጥቃዕቲ ካብ ዓብዪ ዓዲ ተበጊሱ ዓግበ ሸውዓተ ሕጉም የጭላ ክሳብ ፊናርዋ ዝተንቀሳቐሰ ሓይሊ ፀላኢ ሙሉእ ብሙሉእ ከምዝተደምሰሰ ወታደራዊ ኮማንድ ሰራዊት ትግራይ ሓቢሩ። በዚ መሰረት መበል ዕስራን ሰለስተን፣ ዕስራን ኣርባዕተን፣ ዕስራን ሓሙሽተን ክፍላተ ሰራዊት ከምኡውን ሓደ ብርጌድን ክልተ ቦጦለንን መበል ዓሰርተ ክልተ ክፍለ ሰራዊት ኑቲ ሰራዊት ክሕግዝ ዝመጸ ወራሪ ተስፋሕፋሒ ሓይሊ ክልል ኣምሓራን ፋኖን ኣብ ዝሓለፈ መጥቃዕቲ ዝተደምሰሰ ተረፍ መረፍ መበል ሰላሳን ሓደን ክፍለ ሰራዊትን ነዚኦም ክሕግዝ ካብ ሱሉልታ ብላሊበላ ኣቢሉ ዝመጸ ሓደ ኮማንዶ ብርጌድን ንወገን ዘኹርዕን ዘሐጉስን ንጸላኢ ድማ ቅስሙ ብዝሰብር መንገዲ ነቲ ናይ ጸላኢ ሓይሊ ሙሉእ ብሙሉእ ብምድምሳስ ብኣንጻባራቂ ዓወት ምዝዛሙ ወታደራዊ ኮማንድ ሰራዊት ትግራይ ኣፍሊጡ ኣሎ። እዚ መስተንክራዊ ስርሒትን ድሙቕ ዓወትን ሓየት ሰራዊት ትግራይ ግፍዒ ሰሪሕኻ ካብ ትግራይ ምምላጥ ከምዘየለ መሬት ትግራይ ረመጽ ከም ዝኾነትን ዘረጋገጸ እዩ። ናይዚ ኩሉ ዝርዝር ሓበሬታ ብቐጻሊ ከም ዘፍልጥ ወታደራዊ ኮማንድ ሰራዊት ትግራይ ሓቢሩ ኣሎ። ንሕና ድማ እዚ እናተኸታተልና ኣብ ቐጻሊ ናባኹም ከም እነቕርብ ክንገልጽ ንፈቱ። ዝኸበርኩም ተመልከትቲ ተለቨዥን ድምፂ ወያነ ትግራይ ክሳብ ሐዚ ብዝምዝገቡ ዘለው ኣንፃባራቕን ተደራረብን ዓወታት ድማ ኣብ ውሽጢ ዓድን ወፃእን ዘለኹም ተጋሩ ደገፍቲ ቃልሲ ህዝቢ ትግራይ ንብሙለኹም እንኳዕ ደስ በለና ክንብል ንፈቱ።

ውዳቤኻ ኣብ ድፋዖም ዓልል ዓልል ዓልል መልሓሰ ምሕየኹ ጸላእተኻ ዝኸበርኩም ተመልከትቲ ቴሌቪዥን ድምፂ ወያነ ትግራይ ዛጊድ ብዝምዝገቡ ዘለዉ ዓወታት ሕዚ እውን ደጊምና እንኳዕ ደስ በለና ክንብል ንፈቱ ነዚ ዕለት ናብ ዘደለናልኩም ዜናታት ድማ ክንሰጋገር መንግስቲ ትግራይ ኣብ ልዕሊ ሰራሕተኛታት ዶብ ኣልቦ ሓኻይም፣ MSF፣ ብወታደራት ፋሽስት ኣብይ ኣሕመድ ዝተፈጸመ ቅትለት ኾኒኑ። መንግስቲ ትግራይ ንቕትለት ሰራሕተኛታት MSF ኣመልኪቱ ትማሊ ዓሰርተ ትሽዓተ ሰነ ኣብ ዝዘርገሖ መግለጺ ፕረስ፣ ኣብ ተምቤን ሸውዓተ ሕጉም ኣብ ሰብኣዊ ሓገዝ ይነጥፉ ዝነበሩ ሰለስተ ሰራሕተኛታት ዶብ ኣልቦ ሓኻይም ኾነ ተባሂሉ ኣብ ህድማ ብዝነበሩ ወታደራት ፋሽስት ኣብይ ብጭካነ ከምዝተቐተሉ ብምግላጽ እቲ ቕትለት ኣትሪሩ ኾኒኑሎም። መንግስቲ ትግራይ ብሞት እቶም ሰራሕተኛታት ዝተሰመዖ መሪር ሓዘን ብምግላፅ ንስድራን ፈተውትን ሰራሕተኛታት ኤምኤስኤፍን ብግፍዒ ወታደራት ፋሽስት ኣብይ ኣሕመድ ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቅን ሓይልታት ትምክሕቲ ክልል ኣምሓራን ዝተቐተሉ ግዳያትን ፅንዓት ተመንዩሎም። ወታደራት ፋሽስት ኣብይ ኣሕመድ ብዘይካ እቲ ኣብ ልዕሊ ሰራሕተኛታት ኤምኤስኤፍ ዝፍፀም ዘሎ ቕትለት ኣብቲ ከባቢ ኣብ ዝነበረ መዕቖቢ ተመዛበልቲ ወገናት ዝነበሩ ፍርቂ ደርዘን ዝኾኑ ሰላማውያት ወገናን እውን ከምዝተረሸኑ እቲ መግለፂ ፕረስ ሓቢሩ ኣሎ። ሰራሕተኛታት ገበርቲ ሰናይ ትካላትን ሰለማውያን ሰባትን ኾነ ተባሂሎም በቶም ወረርቲ ሓይልታት ብጭካነ ይቕተሉ ከምዘለውን ዓለምለኸ ተዓዘብቲ ነዚ ተግባር ብመንፅር እቲ ኣብ ቀረባ እዋን ኣብ ትግራይ ዝተፈፀሙ ተግባራት ንኽርእይዎ ዘገንዘበ መንግስቲ ትግራይ፣ ብ ዓሰርተ ሓሙሽተ ሰነ ኣብ ቶጎጋ ብዝተፈፀመ ደብዳብ ነፈርቲ ልዕሊ ስሳ ሰላማውያን ሰባት ከምዝተቐተሉን ህፃናት፣ ኣዴታትን ኣረጋውያንን ዝርከብዎም ኣስታት ሓደ ሚእትን ሰማንያን ሲቪላት ወገናት ድማ ከምዝቖሰሉን ኣመልኪቱ ኣሎ። ኣብ ትግራይ ወራር ካብ ዝጅመር ኣትሒዙ እንተወሓደ ዓሰርተ ክልተ ሰራሕተኛታት ረድኤት በቶም ወረርቲ ከምዝተቐተሉን ኣብቲ ዝሓለፈ ወርሒ መጋቢት ወታደራት ፋሽሽት ኣብዪ ብኣውቶቡስ ይጓዓዙ ዝነበሩ ሰላማውያን ሰባት ኣብ ቅድሚ ሰራሕተኛታት ኤምኤስኤፍ ከም ዝረሸኑን መንግስቲ ትግራይ ኣፍሊጡ ኣሎ። ማሕበረሰብ ዓለም እዞም ወረርቲ ሓይልታት ኾነ ኢሎም ስራሕቲ ሰብኣዊ ሓገዝ የተዓናቕፉን ሰራሕተኛታት ገበርቲ ሰናይ ትካላት ድማ ይቐትሉን ከም ዘለዉ ክርዳእ ኣለዎ ዝበለ መንግስቲ ትግራይ እዚ ድማ ህዝቢ ትግራይ ብጥሜት ንምቕታል ዝዓለመ ከም ዝኾነ ገሊፁ ኣሎ። ስለዝኾነ ድማ ሕዚ ማሕበረሰብ ዓለም ካብ ምኹናን ሓሊፉ ግብራዊ ዝኾነ ስጉምቲ ንኽወስድ መንግስቲ ትግራይ ሓቲቱ ኣሎ። መስርዕ ኣያታቱ ተኪኡ ንህላወን ድሕንነትን ህዝቢ ትግራይ ይዋደቕ ዘሎ ሓዱሽ ወለዶ ሰራዊት ትግራይ ቅያ ኣያታቱ ብምድጋም ንምእማኑ ዘፀግም ጅግንነት ይፍፅም ከም ዘሎ ነባራት መሪሕነት ሰራዊት ትግራይ ገሊፆም ኣለዉ። ወኪልና ካብ ሓራ መሬት ትግራይ ተወሳኺ ዝርዝር ከም ዝስዕብ ኣብፂሑና ኣሎ። ተጋዳላይ ገብረመድህን ካብቶም ኣብ ሰለስተ ወለዶታት ቅያ ጅግንነት ክፍጽሙ ታሪኽ ዝሓረዮም ጀጋኑ ተጋደልቲ ትግራይ ሓደ እዩ። ኣብ ቃልሲ ኣንጻር ደርግ፣ ሻዕብያን ኣብዚ እዋን ድማ ኣንጻር ውልቀ መላኺ ኣብይ ኣሕመድን ባዕዳዊ ወራሪ ሰራዊት ኢሳያስ ኣፈወርቅን ኣብ ዝግበር ግጥም ዝቃለስ ዘሎ እዩ። ኣብቲ ኣብ የጭላ ምንጉዳይ ዝተባህለ ከባብን ኣብ ዓዲ ዕሽር ፍሉይ ሽሙ ቸሊ ዝነበረ ገዚፍ ፀላኢ ኣብ ምድምሳስ መራሒ ቦጦሎኒ ኮይኑ ዝተሳተፈን እዩ። ሓዱሽ ወለዶ ትግራይ ኣብቲ ኲናት ዝለዓለ ቅያ የመዝግብ ከም ዘሎ ይሕብር። ሓዱሽ ወለዶ ብጣዕሚ ካብ ዝገርመካ ኣብቲ መጀመርያ ዝነበረ ከም ምክልኻል ወፂእኻ ናብ ምጥቃዕ ኣብ ዝኣተናሉ እንታይ እሞ ክገልፆ ኣለካ ንህቢ ኢልካ ዶ ትገልፆ ንህቢ ማለት እዩ ልክዕ ንህቢ ክንካእ ከሎ ቆፎ ከመይ ገይሩ ከም ዝንካእ ተለኺኡ ድማ ከመይ ገይሩ ከም ዝቆፃፀር ልፆናዩ ንህቢ ከምኣ መሰረት ማለት እያ እና ኣጠቃላይ እቲ ሓድሽ ወለዶ ጅግነቱ ካብ ኣቦታቱ ብመሰረቱ እውን ጀጋን ኢና ክትፈልጦ ዝግበካ ጀጋንና ክብለካ ከለኹ ካብ ላዕሊ ጀሚርና ንቑፀር እቲ ቁፅሪ ሓደ ናይ ኣፍሪካ ጀነራል ዝበሃል ራስ ኣሉለ ካብኡ ንመፅእ ተመፂእና ብዝብል ተዋረድ ተመፂእና እውን ቀለልቲ ኣይኮንኩም ጀጋኑ ብድሕሪኡ ዘሎ ራስ ኣሉላ ኣለዉ እነ ሃፀይ ዮሃንስ ኣለዉ ታሪክ ኣብ ሃገር ኣሕሊፎም ዝይብል ብድራር ስምዒቶም ዝቃለሱ እነ ጀነራል ሓየሎም በሎም እነ ጀነራል ሰዓረ በሎም እነ ጀነራል ኩርተር በሎም እነ ጀነራል ገዛ ይበራሎም እዚኣቶም ናይዚኣቶም ወርሲ ከለኹ ኣጠቃላይ ናይዚኣቶም ሕነ ስርሒት ኢና ክፈቶ ዝግበካ ሓደ ብረት ዝስራሕ ተሎ ናይ ባዕሉ ስርሒት ኣለዎ ናይዚኣቶም ስርሒት ዝተቀረብና ኢና። እቲ ሓዱሽ ወለዶ ኣብ ውሽጡ ወነን ህልኽን ሒዙ ኣብ ልዕሊ ህዝቢ ትግራይ ይበፅሕ ዘሎ በደልን ግፍዕን ክሓፅርን ህላወን ድሕንነትን ህዝቢ ትግራይ ክረጋገፅን ካብ ዘለዎ ባህጊ ኣብ ጓጓ ፀላኢ ኣትዩ ዕርድታት እንዳሰበረ ብርክት ዝበሉ ብረታት ከም ዝማረኸን ብዙሓት ፀላእቱ ከም ዝቐተለን እዩ ተጋዳላይ ገብረመድህን ዝዛረብ። ዓወት እስካብ ዝድምሰስ እቲ ዝነበረ ብታ ደቃ መሳርያ ንሕና ካብ ዝገርመካ ትዑት ቅንኣን ብሬን ካብ ዝሓትት እዩ ነይሩ ድሓር ግን ኣብ ምንጉዳይ ዝተዓጠቅናሉ ዝወንዛዕናሉ ብዙሕ ብረትን ብዙሕ ስናይፐርን ብዙሕ ድሽቃን እዩ ካልኣይ ዓዲ ዕሽር እዩ ሕዚ እውን ናብቲ ሓይሊ ዝነበረ ንሱ ዝመርሖ ዝነበረ ምክትሉ ዝነበረ ቆሲሉ ሕዚ እውን ነንሕዚ እውን ኣይወፀን ኣሎ ሕዚ እውን

ትግራዋይ ድማ ብመሰረቱ ጀግና ኣብ ልዕሊ ስለዝኾነ ጅግነት ምስራሕ ልማዱ እዩ። ኣባና እኮ ጅግነት ምስራሕ ኣይፅገብን ኣይፅገብን ብምንም ተኣምር። መሳርያ ብክላሽ ሒዝና ኢና እምበር ድሽቃ ማሪኽና ብክላሽ ሒዝና ኢና ታንኪ ማሪኽና እተን እዘን ዝረኣኻየን ኩለን እተን መዳፍዕ ኩለን እተን ሞርተር ኩለን እተን ቢኤማት እተን ምእዝበን ኩላ ተሽከርከርቲ እታ ዝዓበየት መሳርያ ናብ ድሽቃ ግለሰባት ድሽቃ ዝነበራና ኣብ ውሽጥና ብጣዕሚ ደስ ዝብል እዩ። ግደ ደቂ ኣንስትዮ ተሪእኻዮ ፅቡቕ እዩ። ህዝቢ ኣብቲ ቃልሲ ዝለዓለ እጃም ከም ዘለዎን ዝገለፀ ተጋዳላይ ገብረመድህን ቡምባዝ፣ ድርብያ፣ ዲሽካ ዝትኩሳን ጀጋኑ ዋዕሮታት እዚ ሓዱሽ ወለዶ ኣብቲ ቃልሲ መስተንክር ከም ዝሰርሓ ኣመልኪቶሎም። ካብኣተን ሓንቲ ተጋዳሊት ሸዊት እያ። ሸዊት ገና ኣብ ክሊ ዕስራ ዕድመ እትርከብ ዋዕሮ እያ።

ብድሕሪት ከኣ ንክነምጸሉ ከለና ድማ ኣብ መበል ካልኣይ ገና ከኣ ብደንቢ ኣቲና ጸላእትና ክሃድሙ ከለዉ ኣኪብና ናይ ምውቃዕ ዓቕሚ ነይርና ቃል እውን ኣይኣበርናን መታን እውን ብጣዕሚ ጎበዛት እዮም ማለት እዩ ካብ መጠን ንዓኡ ናታቶም ሕድሪ ተኸቲልና ተኸቲልና ኢና እንኸይድ ማለት እዩ።
ጸላኢ ከበድቲ ብረታትን ተሽከርከርቱን ራሕሪሑ እንትሃድም፣ መስርዕ ብሬን ን ተጋዳሊት ሸዊትን ካልኦት ኣሃዱታትን እንዳሰዓባ፣ እግሪ እግሩ እንዳቐርሰማ፣ ጸላኢ ምዉትን ቁስልን እንዳገበራ ኣንጸባረቕቲ ዓወታት ከም ዝሓሰሳ እያ ገሊጻ። ህዝቢ ትግራይ ኣብ ዝሓጸረ እዋን ሓራ ንምውጻእ ዝለዓለ ሃንቀውታ ከም ዘለዋ ድማ ሓቢራ'ላ። ህዝቢ ትግራይ ኣብ ሓፂር ግዜ ንሕና ሰዓታት እውን ክወስደልና ኣይንደልን ኣብ ሓፂር ግዜ ደምሲስና ህዝቢ ትግራይ ናፃ ሰላም ብሰላም ገይርና ናብ ዝነበሮ ናብ ፅቡቅ መነባብሮ ንክምለስ ህዝብና እውን ሃህይሉ ንዓና ኣሚኑ ስለ ዝፅበ ዘሎ ዘይክዳንና ክዳን ዘይጫማና ጫማ ዘርግፀና ዘሎ ህዝብና እምበር ንሕና ፍወድ በረኻ ናኸድና ምንም ንገብረሉ ተኣምር ስለ ዘየለ ሕዚ ንዕቀቶም ነቶም ከምኡ ዝገብሩና ዘለዉ ህዝብና ግን ቀልጢፍና ሓራ ወፂና ሰላም ኮይኑ ከም ዝነበሮ ተረጋጊዖም እፎይይ ኢሎም ኣብ ገዝኦም ኣዕሪፎም ማዮም ሰትዮም እኽሎም በሊዖም ዝዓርፍሉ ሰዓት ክንገብር ኢልና ኢለ ብናተይ ብውልቀይ ይምነ እየ። ኣብ ግንባር የጭላን ካብ ዓዲ ዕሽር ክሳብ ግጀት መስመር ኣብ ዘሎ ቦታ ልዕሊ ሰማንያ መኻይንን ካልኦት ከበድቲ ብረታትን ከም ዝተማረኹን ልዕሊ ሰለስተ ሽሕ ወታሃደራት ፀላኢ ድማ ከም ዝተማረኹ ዝዝከር እዩ። ሃለዋትናን ድሕንነትናን ብቕልፅምና! ትግራይ ትስዕር! ወኪል ድምፂ ወያነ ትግራይ ካብ ሓራ መሬት ትግራይ።
እዚ ከምዚ ኢሉ እናሃለወ ብሰራዊት ፋሽስት ጉጅለ ኣብይ ኣሕመድ ብግፍዒ ኣብ መገዛ ገዝኦም መጻምድቶም ዝተቐተልዎም ክልተ ነበርቲ ወረዳ ሰሓርቲ ግጀት ጣብያ እስረት ኣብ ልዕሊኦም ወሪዱ ዝነበረ ሓዘንን ዘፍሰስዎ ንብዓቶምን ብዓወት ጅግና ሰራዊት ትግራይ ከምዝተኣበደን ሕነኦም እውን ከምዝተፈደየን ገሊፆም። ሕዚ እውን ኣብ ልዕሊ ዓወት ዓወት እናተወንዘፈ ዝምርሽ ዘሎ ማእገርን ክብርን ህዝቢ ትግራይ ዝኾነ ሰራዊት ትግራይ ዝገብርዎ ሓገዝ ብምሕያል ሓመድ ድመ ፀላእትና ኣብ ምቅልጣፍ ኩሉ ትግራዋይ እጃሙ ንኽፍፅምን እቶም ግዳያት ፀዊዖም እዮም። ኣብዚ ዛዕባ ዘድሀበ ፀብፃብ እውን ወኪልና ካብ ሓራ መሬት ትግራይ ከም ዝስዕብ ክቐርቦ እዩ። ጓል ሰብዓን ሓሙሽተን ዓመት ኣደ እየን። ነባርነተን ድማ ወረዳ ስሓርቲ ግጀት ጣብያ እስረት። ሰራዊት ጉጅለ ፋሽስት ኣብይ ኣሕመድ ዓሰርተ ሓሙሽተ ለካቲት ክልተ ሽሕን ዓሰርተ ሰለስተን ዓመተ ምህረት ናብቲ ከባቢ ኣብ ዝመፀሉ እዋን ብሙሉኡ ህዝቢ እቲ ከባቢ ከም ዝሃደመ ገሊፀን። ንሰንን ወዲ ሰማንያ ዓመት በዓል ቤተንን ግና ክሃድሙ ዓቕሚ ስለ ዘይነበሮም ኣብ ገዛ ተሪፎም። ድሕሪ እዚ ዓሰርተ ሽዱሽተ ለካቲት ክልተ ሽሕን ዓሰርተ ሰለስተን ዓመተ ምህረት ወተሃደራት ጉጅለ ፋሽስት ኣብይ ኣሕመድ ናብ ገዝኦም ብምምፃእ ንበዓል ቤተን ከም ዝቐተልዎም ነጊረናና።

ብኡ ተሪፉ ሰብኣዊ ባህሪ ብኣራዊታዊ ባህሪ ወተሃደራት ጉጅለ ፋሽስት ኣብይ ኣሕመድ ተቐይሩ ንሰን ኣስከሬን ሓቑፈን ኣብ መረባ ብሓዘን ተዘርጊሐን ወተሃደራት ኣብይ ግና ንኪዳነ ምህረት ዝፀሞቑዎ ስዋ እንዳሰተዩ ዘዳለዉዎ ምግቢ እንዳበልዑ ኣብ መገዛእ ግዘን ወኻዕኻዕ ይብሉ ነይሮም።

እዞም ብኩቱር ዘርኣዊ ፕሮፓጋንዳ ጽልኢት ጉጅለ ፋሽስት ኣብይ ኣሕመድ ዝተመልኡ ወተሃደራት ዘመዛዝን ሕልና ፈጺሙ የብሎምን። ንዝተዋህቦም ቅተል፣ ዝመት፣ ኣቃጽል ዝብል ትእዛዝ ጥራሕ እዮም ዝፍጽሙ። ሕዚ እውን ዓሰርተ ሽዱሽተ ለካቲት ክልተ ሽሕን ዓሰርተ ሰለስተን ዓመተ ምህረት ኣብ ባዕሉ ወረዳ ሰሓርቲ ግድብ ጣብያ ዕስረት ንጓል ዕስራን ሓሙሽተን ዓመት በዓልቲ ቤቱ ኣብ ቅድሚ ደቃ ብዓረር ኦልዮም ወተሃደራት ጉጅለ ፋሽስት ኣብይ ኣሕመድ ዝቐተልሉ ጉዳይ ኢና ረኺብና። በዓልቲ ቤቱ'ውን ንቡር ተሪፉ ንኽልተ መዓልቲ ኣብ መረባ ተሰትያ ምስ ጸንሐት ጸልማት ጉልባብ ብምግባር ብለይቲ ከም ዝተቐበረት ኣዘንትዩልና። እዚ ፋሽስታዊ ሰራዊት ኣብ ልዕሊ ህዝቢ ትግራይ ዘውረዶ ግፍዒ መዘና የርከቦን። ጭካኑ ዕሙት እዩ። ብኽቱር ጽልኢት ዝተመልኡ ስጉምትታቱ ድማ ኣዝዮም መዕነውቲ እዮም። ካብ ገዛ። እተን ጓሳ ሓሙሽተን ዓመታት ግን ዓሰርተ ክልተ ኣጣል ዝብጦ፣ ብሩር መስቀልን ካልኦት ስልማታትን ወተሃደራት እቲ ፋሽሽቲ ሰራዊት እንትወስዱ፣ ጎልሳሶ ሓሰር እውን ብሓጎ ባርየን እየን። ብተመሳሳላይ ፍጻመ ኣብ እንዳ እቲ በዓል ቤቱ ዝተቐተለቶ ነባራይ ጣብያ ዕስረት ኣርብዓን ሽዱሽተን ኣጣል ወተሃደራት ኣብይ ዝዘመቱ እንትኾኑ፣ ሰለስተ ኩልሳሶ ሓሰር፣ ድራር ሓዊ ገይሮሞ እዚ ተግባር እዞም ፋሽሽታውያን መነባብሮን ሂወትን ህዝቢ ትግራይ ንምዝባዕን ንህዝቢ ትግራይ በተኽ ንምግባርን ዝዓለመ እዩ እንተኾነ ግና ደምናን ንብዓትናን ፈሲሱ ኣይተረፈን ይብሉ እዞም ብድላት እቲ ሓይል ሰራዊት ትግራይ ብዘመዝግቦ ዘሎ ዓወት ሕነና ተፈዲኡ ሙሉእ ዓወት ከነርኢ ድማ ተቓሪብና ኣለና ይብሉ። ኣነ ስምና ንታሕጓስ ወሰልዊ ዝበፅሖ ዘሎ ግፍዕታት ብዝወደኡ ዝወሓ ግፍዕታት ተመላሲ

ፀላእቲ ኣብ ልዕሊ ህዝቢ ትግራይ ዘፍፅሞ ግፍዕታትን በደላትን ንሓንሳብን ንሓዋሩን ንክእለዩ ኩሉ ትግራዋይ ንሰራዊት ትግራይ ዝህቦ ሓገዝ ከሕይል እዞም ብዱላት ወገናት ፀዊዖም። ሓመድበ ደበኛ ፀላእቲ ህዝቢ ትግራይ ብሓባራዊ ቅልፅም ኩሉ ትግራዋይ ምስ ዝፍፀም እዩ ራህዋን ሰላምን ዝዓሰላ ትግራይ ትገሃድ እውን ኢሎም ኣለው። ሃለዋትናን ድሕንነትናን ብቅልፅምና ትግራይ ትስዕር ወኪል ድምፂ ወያነ ትግራይ ካብ ሓራ መሬት ትግራይ።

ወተሃደራት ፋሽስት ኣብይ ኣሕመድ ኣብ ልዕሊ ሰራሕተኛታት ኤምኤስኤፍ ዝፈፀምዎ ቅትለት ዝተፈላለዩ ሃገራትን ዓለም ለኸ ትካላትን እናኾነንዎ ይርከቡ። ውድብ ሕቡራት ሃገራት ነቲ ዝተፈፀመ ቅትለት ብትረት ድሕሪ ምኹናን ዕላማ እቲ መጥቃዕቲ ኣብ ልዕሊ ሰራሕተኛታት ረድኤት ፍርሓትን ስግኣትን ብምፍጣር ኣብ ፀገም ዝርከቡ ህፃናት፣ ደቂ ኣንስትዮን ካልኦት ወገናትን ሓገዝ ከይረኽቡ ንምግባር ዝዓለመ ከምዝኾነ ኣፍሊጡ'ሎ። መንግስቲ ኣሜሪካ ብወገኑ ነቲ ዝተፈፀመ ቅትለት ኣትሪሩ ምስኾነነ እቲ ቅትለት ንኽፃረን ገበነኛታት ድማ ናብ ሕጊ ንኽቐርቡ እውን ኣተሓሳሲቡ ኣሎ። ሕብረት ኣውሮፓ እውን ኣብ ልዕሊ ሰራሕተኛታት ኤምኤስኤፍ ዝተፈፀመ ቅትለት ብምኹናን እዚ ተግባር ፋሽስት ኣብይን መላፍንቱ ሓይልታትን ኣብ ትግራይ ክፍፅምዎ ዝፀንሑን ጥሜትን ፆታዊ መጥቃዕትን ከም መሳርሒ ኲናት ናይ ምጥቃም ከይዲ መቐፀልታን ከምዝኾነ ሓቢሩ ኣሎ። ብተመሳሳሊ ውድብ ጥዕና ዓለም ዝተፈላለያ ሃገራትን ዓለም ለኸ ትካላትን ነቲ ተግባር ቅትለት እናኾነንዎ እዮም።

A market outside the city of Meqele. ካብ ከተማ መቐለ ውፅእ ኢልካ ኣብ ዝርከብ ዕዳጋ ብዝተፈፀመ ደብዳብ ነፋሪት ሰላማውያን ሰባት ተቐቲሎምን ቆሲሎምን ኣለው። ኣምቡላንስ መኻይን ናብ መጥቃዕቲ ዝተፈፀመሉ ስፍራ ከይበፅሓ ስለዝተኸልኸላ ዝተጎድኡ ወገናት ንምሕካምን ናብ ትካል ጥዕና ምውሳድን ኣይተኽኣለን። ውድብ ጥዕና ዓለም ነቲ ውፃእ መዓት እቲ ደብዳብ ነፈርትን ኣብኡ ዝተጎድኡ ወገናት ሓገዝ መጥባሕትን ካልኦት ግልጋሎትን እናሃበ እዩ። ኣብ ዝኾነ ይኹን ስፍራ ኣብ ልዕሊ ሰላማውያን ሰባት ዝፍጸም መጥቃዕትን ጉድኣት ዝበጽሖም ወገናት ሕክምና ከይረኽቡ ምኽልኻልን ፍጹም ተቐባልነት የብሉን።
ካብ ድምፂ ወያነ ትግራይ ዜናታትና ሐዚ እና ቀፅሉ እዮም ዝኸበርኩም ተመልከትና። ዓለም ለኸ ማሕበረሰብ ምሁራት ተጋሩ GSTS ፋሽስት ኣብይ ኣሕመድ ኣብ ቶጎጓ ኣብ ልዕሊ ሰላማውያን ሰባት ንዝፈፀሞ ደብዳብ ነፋሪትን ቕትለት ሰላማውያን ወገናትን ብትረት ኾኒኑ። ፋሽስት ኣብይ ኣሕመድ ብ ዓሰርተ ሓሙሽተ ሰነ ክልተ ሽሕን ዓሰርተ ሰለስተን ዓመተ ምህረት ኣብ ቶጎጓ ዝፈፀሞ ደብዳብ ነፋሪት ነቲ ደርጊ ቅድሚ ሰላሳን ሰለስተን ዓመታት ኣብ ሓውዜን ዝፈፀሞ ጭካነ ተግባር ዘዘኻኽርን እቲ ፋሽሽታዊ ስርዓት ኣብ ልዕሊ ሰላማውያን ሰባት ይፍፅሞ ዘሎ ግፍዕታት ኣጠናኺሩ ከምዝቐፀለሉ ዘርእን እዩ ክብሉ GSTS ሓቢሩ ኣሎ። እቲ ኣብ ቶጎጓ ዝተፈፀመ ደብዳብ ነፋሪት ኣብቶም ዝሓለፉ ሸሞንተ ኣዋርሕ ዝተፈፀሙ ግፍዕታት ምብራስ ዓሌት፣ ጥሜትን ፆታዊ መጥቃዕትን ከም መሳርሒ ኲናት ናይ ምጥቃም ኣካይዳ ህዝቢ ትግራይ ንምስኳንን ንምልካዊ ኣሃዳውን ስርዓት ኣሜን ኢሉ ንምቕባል ዝዓለመን ከምዝኾነ እቲ ማሕበረሰብ ኣፍሊጡ። ማሕበረሰብ ዓለም ነቲ ፋሽስት ኣብይ ኣብ ትግራይ ይፍፅሞም ዘሎ ግፍዕታት ምኹናኑ ጠቓሚ ከምዝኾነን ግብራዊ ስጉምቲ ክወስድ ከምዘለዎን ዝሓበረ GSTS በዚ መንፅር ትግራይ ካብ በረራ ነፈርቲ ነፃ ንክትኸውንን ድሕንነት ሰላማውያን ሰባት ውሑስ ንክግበርን ፀዊዑ ኣሎ። ፋሽሽታውያን ፀላእቲ ህዝቢ ትግራይ ዝኾኑ ሓይልታት ጥሜትን ፆታዊ መጥቃዕትን ከም መሳርሒ ኲናት ይጥቀምሉ ከም ዘለዉን እዚ ገበን ኲናት ብዘይ ወዓል ሕደር ጠጠው ንኽብልን ኣብ መዓስከር ስደተኛታት ሱዳን ዝርከቡ ተጋሩ ፃውዒት ኣቕሪቦም። እቶም ተጋሩ ስደተኛታት መበል ሰላሳን ሰለስተን ዓመት ዝኽሪ ሰማእታት ኣብ ሱዳን ከተማ ሓምዳይት ኣብ ዝርከብ ግዝያዊ መፅንሒ ብዝተፈላለዩ ምድላዋት ኣብ ዘኽበርሉ እዋን ህዝብን ምምሕዳርን ሱዳን ንህዝቢ ትግራይ ካብ ቀደም ጀሚሮም ዝገብርዎ ዘለዉ ሕውነታዊ ሓገዛት ካብ ልቢ ኣመስጊኖም። ነቶም ስደተኛታት ተጋሩ ወኪሎም ዘረባ ዘስምዑ መምህር ግደይ ሓዱሽ፣ ፀላእቲ ህዝቢ ትግራይ ተዋዲዶም ከም ቀደሞም ብሰማይን ምድርን ዝኸኣልዎ ግፍዕታት እናፈፀሙ ከም ዘለዉን ህዝቢ ሱዳን ድማ ከብቲ ኣብ ሽሕን ትሽዓተ ሚእትን ሰብዓን ሸውዓተን ዓመተ ምህረት ዘጋጠመ ድርቅን ኩናትን ዘርኣዮ ሰብኣዊን ሕውነታዊን ሓገዛት ሕዚ እውን ንህዝቢ ትግራይ ዝገብሮ ዘሎ ድጋፋት ታሪኽ ከም ዘይርሰዖ ኣገንዚቦም ኣለዉ። ዓለምለኻውያን ትካላት ኣብ ልዕሊ ህዝቢ ትግራይ ዝበፅሑ ዘለዉ ኣረሜናዊ በደላት ድምፂ ህዝቢ ትግራይ ንኽስማዕ ዝገብርዎ ዘለዉ ፃዕርታት ዘመስገኑ መምህር ግደይ፣ ኣብ ስደትን ፀገምን ዝነብር ዘሎ ህዝቢ ትግራይ ብዓወት ተፀምቢሉ ናብ መረበቱ ክሳብ ዝምለስን ብዝመረፆ መንግስቲ ክሳብ ዝመሓደርን ፀኒዑ ክቃለስ ከምዘለዎ ኣመልኪቶም። ዝኽረ ሰማእታት ብስነ ግጥሚ፣ ብናይ ገድሊ ሙዚቃታትን ብኻልኦት ምድላዋትን ተዓጂቡ ብባህሊ ጉጅለ ሓርነት ዝተኸበረ ኮይኑ፣ እቲ በዓል ኣብ መዓስከር ስደተኛታት ተንደባን ካልኦት ከባቢታት ሱዳንን እውን ብድምቀት ከምዝተኸበረ ተፈሊጡ ኣሎ። ኣብ ትግራይ ዝካየድ ዘሎ ኲናት ከምቲ ብሚድያታት ፋሽስት ኣብይን ውልቀ ሰባትን ዝበሃል ዘይኮነስ ንውልቀ ስልጣን ውሑዳት ተባሂሉ ዝዋጋእ ዘሎ ሰራዊት ምዃኑ ህዝቢ ኢትዮጵያ ክፈልጥ ይግባእ ኢሎም ኣብ ወፍሪ ኣሉላ ኣባነጋ ዝተማረኹ ወታደራት ኣብይ ኣሕመድ። መሳርሕትና ኣውጥኝ ብርሃነ ካብ ሓራ መሬት ትግራይ ዝስዕብ ፀብፃብ ኣዳልዩና ኣሎ።
ፋሽስት ኣብይ ኣሕመድን መላፍንቱ ወራሪ ኢሳያስ ኣፈወርቅን ኣብ ትግራይ ከም ሓደ ወታደራዊ ስልቲ ዝኽተልዎ ዘለዉ ቅዲ ውግእ መናእሰይ ኢትዮጵያ ብዘይ ዛር ማዕበል ናብ ኲናት ብምጥጣቕ ኣቢልካ ዝሃልቕ ሃሊቑ ህልውና ስልጣኖም ምርግጋጽ እዩ። እቶም መላፍንቲ ወረርቲ እግሮም ናብ ትግራይ ካብ ዝረግጽ ነዘ ዘሰለፍዎ ሓይሊ እንትድምሰስ ካሊእ እናተክኡ ከም ጨጓር ከልቢ ክሕብኡ እኳ እንተፈተኑ ነዚ ዘፍሽል ስልቲ ዝኽተል ዘሎ ሰራዊት ትግራይ ብኣሽሓት ብምቕታል ብኣሽሓት ድማ ይማርኸሎም። ሰራዊትና ጸላኢ ዝወነኖ ኩሉ ወተሃደራዊ ዓቕሚ ብምርካብ ድማ ዓቕሙ እናጣናኸረ ይግስግስ ኣሎ። በዚ እውን ጸላኢ ከይፈተወ ጅግንነቱ ይምስክረሉ ኣሎ። እውነት ከተናገረ ነው በቃ ምንም አልተነካም ማለት ይቻላል። ትግራይ ሰራዊቱ የነበረው አልተነካም ማለት ይቻላል ያው እስካሁን ተማረከ ና ይሄ ሁሉም ጦር ነው የተያዘው ማለት ነው። አሁንም ትግራይ ያሸንፋል እንጂ ሄሊኮፕተር በቆን ወደቀ ያየ ግን መለስ ሞቱ ቆጨኝ። ኣብ ወፍሪ ኣሉላ ኣባነጋ ብሰራዊት ትግራይ ዝተማርኹ ወታደራት ፋሽስት ኣብዪ ኣሕመድ እቲ መጥቃዕቲ ኣዝዩ ከቢድ ብምንባሩ ኢዶም ክህቡ ከም ዝተገደዱ ብሓፈሻ ኣብቲ ሰራዊት ንምውጋእ ዘኽእል ወነ ከም ዘይብሉን ይገልጹ።

ከዛ በኋላ በቃ ከአቅም በላይ ሲሆንብን ሁላችንም እጅ ሰጠና። ኣብ ትግራይ ዝካየድ ዘሎ ኩናት ከምቲ ብሚድያታትን ውልቀ ሰባትን ጉጅለ ኣብይ ኣሕመድ ዝበሃል ዘይኮነስ ንውልቀ ስልጣን ውሕዳት ተባሂሉ ተገዲዱ ዝዋጋእ ዘሎ ሰራዊት ምዃኑ ህዝቢ ኢትዮጵያ ክፈልጥ ይግባእ ይብሉ እቶም ዝተማረኹ ወታደራት ፋሽስት ኣብይ። ሸምሱ ሱለይማን ይባላለሁ። የመጣሁት ከሲዳማ ነው። የዩኒቨርሲቲ ተማሪ ነኝ። ከዛ እንደወጣሁ ነው የመጣሁት። ፐርሰኔል ተብዬ ነው የመጣሁት ሲመጣ ማለት ነው።

ብተበግሶ ሰራዊት ትግራይ ወፍሪ ኣሉላ ኣባነጋ ብዝብል ስያመ ኣብ ዝተኻየደ መጥቃዕቲ ቁፅሪ ዝተማርኹ ወታደራት ፋሽስት ኣብይ ኣሕመድ ልዕሊ 3500 ዝበፅሐ ኮይኑ ዛጊድ እውን ዝተበታተኑ ኣብ ምእራይ ይርከቡ። ሃለዋትናን ድሕንነትናን ብቕልፅምና! ንድምፂ ወያነ ዝተዋደደ ፀብፃብ፣ ኣወጣሂን ብርሃነ ካብ ሓራ መሬት ትግራይ። ትግራይ ትስዕር! ኣብ መወዳእታ። ብሰንኪ ጨፍጫፍን ጨካን ተግባራትን ፋሽስት ኣብይ ኣሕመድን ውልቀ መላኺ ኢሳያስ ኣፈወርቅን ትግራይ ምድራዊ ሲኦል ከምዝኾነት ተገሊፁ። ወታደራት ፋሽስት ኣብይን ውልቀ መላኺ ኢሳያስን ኣብ ትግራይ ጅምላዊ ጨፍጫፍን ቕትለትን ከምዝፈፀሙ፣ ኣሽሓት ደቂ ኣንስትዮ ከምዝዓመፁ፣ ብዓሰርተታት ኣሽሓት ዝቑፀሩ ህፃናት ድማ ብዘይ ወለዲ ከም ዘትረፉን ካብ ወለዶም ከም ዝፈላለዩን ዘ-ቴሌግራፍ ፀብፂቡ። ብተወሳኺ ክልቲኦም መንግስታት ኣብ ትግራይ ቀለብ፣ ሕርሻዊ ማእቶት፣ ትካላት ሕክምናን መስመራት ማይን ብምዕናው ረድኤት ናብ ዝተፀግሙ ወገናት ከይሓልፍ ብምኽልኻልን ጥሜት ክኽሰት ከም ዝገበሩ እቲ ዜና ኣመልኪቱ ኣሎ። ብሰንኪ እዚ ድማ ሎሚ ትግራይ ምድራዊ ሲኦል ከም ዝኾነት ዝሓበረ ዘ-ቴሌግራፍ፣ ማሕበረሰብ ዓለም ከምቲ ቅድሚ ሰላሳ ዓመታት ግዳያት ወታደራዊ ጨፍጫፍ ሳዳም ሑሴን ዝኾኑ ኩርዳውያን ንምድሓን ዝተረባረቦ ሕሰምን መከራን ህዝቢ ትግራይ ንኸብቅዕ ድማ ተመሳሳሊ ሓገዝ ንኽገብር ፀዊዑ ኣሎ። እምበኣር ከስ ዝኸበርኩም ተመልከቲ ቴሌቪዥን ድምፂ ወያነ ትግራይ ዕለታዊ ዜናታትና እውን ኣብዚ ዛዚምና ኣለና። ስለ ምክትታልኩም ኣመስጊንና ክንፍለየኩም ሃልዋትናን ድሕንነትናን ብቕልፅምና ትግራይ ትስዕር ሰላም